እቲ ዝዓበየ ዓወት ኣብ ዓለም ገዛእ ርእስኻ ምዃን እዩ። ህይወትካ ብብልሓትን ብዓወትን ክትመርሓ ዘኽእሉኻ ሸሞንተ መሰረታዊ ናይ ህይወት ቁልፍታት ክነግረካ። እቲ ቀዳማይ ነጻ ምዃን። ኣብ ዝኾነ ማሕበራዊ ምትእክካብ ምስ ኣዕሩኽ ይኹን ምስ ሓደሽቲ ሰባት ክንራኸብ ከለና ዝዓበየ ዓወት ገዛእ ርእስኻ ምዃን እዩ። ነጻ ምዃን ማለት ዝተሰምዐካ ብዘይ ፍርሒ ክትዛረብ፣ ክትስሕቕ፣ ክትሓትት ከለኻ ካብ ውሽጥኻ ዝምንጩ ሰላምን ሓጎስን ማለት እዩ። መብዛሕትኡ ግዜ ሰባት ምስ ካልኦት ክንራኸብ ከለና ክንጭነቕ ዝገብረና ንርእስና ብዓይኒ ካልኦት ክንርእያ ስለ ንፍትን እዩ። ጽቡቕ ዶ ተዛሪበ? ክነቕፈኒ ድዮም? ክንዕቑኒ ድዮም? ዝብሉ ሕቶታት ንናጽነትና ይኣስርዎ። ነጻ ዝኾነ ሰብ ግን ናይ ካልኦት ሰባት ርእይቶ ካብ ናቱ ቁጽጽር ወጻኢ ምዃኑ ይርዳእ። ንሱ ዝገብሮ ነገር ንኹሉ ሰብ ከሐጉስ ከም ዘይክእል ተቐቢሉ ንነብሱ ጥራይ ይኸውን። ነጻ ምዃን ማለት ፍጹም ምዃን ማለት ኣይኮነን፣ እንታይ ደኣ እቲ ዘለካ ጉድለታትን ብቕዓትን ተቐቢልካ ብዘይ ፍርሒ ክትነብር ምኽኣል እዩ። ምስ ሰባት ክትራኸብ ከለኻ ካብ ጭንቀት ነጻ ኮይንካ ክትስሕቕን ክትሕጎስን ምስ እትጅምር ህይወትካ ዝያዳ ትርጉም ክህልዋ እዩ። እቲ ዝበለጸ ሰብ እቲ ባዕሉ ዝኾነ ነጻ ሰብ እዩ። ካልኣይ፣ ፈራዲ ዘይምዃን፣ ኣብ ማሕበራዊ ህይወትና ካብቲ ልሙድ ዝኾነ ምፍራድ ተዓቂብና ንሰባት ብኽፉት ልቢ ክንርእዮም ከለና ንዓለምና ካልእ ትርጉም ንህባ። ፈራዲ ዘይምዃን ድኽመት ዘይኮነስ ናይ ዓቢ ስነ-ኣእምሮኣዊ ብስለትን ሰብኣውነትን መግለጺ እዩ። ሓደ ሰብ ክሓርቕ፣ ክዝሕል ወይ ፍሉይ ባህሪ ከርኢ ክንዕዘብ ከለና፣ ብኡ ንብኡ እዚ ሰብ እዚ ከምዚ እዩ ኢልና ክንፈርድ ንቀዳደም። ይኹን እምበር፣ ፈራዲ ዘይኰነ ሰብ እንታይ ኣሕሊፉ ይኸውን፣ እንታይ ዓይነት ጸገም ኣጋጢምዎ ይዀን ኢሉ ይሓስብ። ኵሉ ሰብ ኣብ ውሽጡ ንሕና ዘይንፈልጦ ቃልሲ ኣለዎ። ነዚ ተረዲእካ ካብ ምፍራድ ክትቝጠብ ከለኻ ምስ ሰባት ዘለካ ናይ ምርድዳእ ዓቕሚ ይዓቢ። ኣብ ልዕሊ ሰባት ክንፈርድ ከለና እቲ ዝያዳ ዝጽቅጥ ንሕና ባዕልና ኢና። ምፍራድ ብዙሕ ኣእምሮኣዊ ሓይሊ ይበልዕ። ስለምንታይ ከምዚ ገይሩ? ስለምንታይ ከምኡ ኢላ? እናበልካ ምስ ሰባት ክትበኣስ ምውዓል ንውሽጣዊ ሰላምካ ይዘርጎ። ፈራዲ ዘይምዃን ማለት ግን ናይ ሰባት ጉዳይ ናቶም እዩ ኣነ ግን ንኹሉ ብሰላም ክቕበሎ እየ ኢልካ ንርእስኻ ናጽነት ምሃብ ማለት እዩ። ፈራዲ ዘይምዃን ማለት ንኹሉ ሕማቕ ነገር ጽቡቕ እዩ ምባል ማለት ኣይኮነን። እንታይ ደኣ ንሰባት ብጸቢብ ኣጠማምታ ካብ ምዕቃን ተዓቂብካ ብኽብረትን ብምስትውዓልን ምቕባል ማለት እዩ። ሳልሳይ፣ ይቕረ ምባል ምልማድ። ይቕሬታ ምልማድ ማለት ካብቲ ዝሓለፈ ቃንዛን ቂምን ተላቒቕካ ንብሩህ መጻኢ ዕድል ምሃብ ማለት እዩ። ብዙሕ ግዜ ይቕረ ክንብል ከለና ነቲ ዝበደለና ሰብ ውዕለታ ዝገበርናሉ ይመስለና ይኸውን። እቲ ሓቂ ግን ይቕረ ክንብል ከለና ንገዛእ ርእስና ኢና ነጻ ነውጽኣ። ቂም ምሓዝ ማለት ሓደ ረሳሕን ከቢድን እምኒ ኣብ ዝባንካ ተሸኪምካ ምኻድ ማለት እዩ። ይቕረ ዘይምባል ንልብና ብጽልኢ ከም ዝሓርር ይገብሮ። ይቕረ ክንብል ከለና ግን ነቲ ዝተጎድኣ ስምዒትና ፈውሲ ንረኽበሉ፣ ሰላምና ድማ ይምለሰልና። ይቕረ ምባል ማለት እቲ ዝተገበረ ነገር ቅኑዕ እዩ ማለት ኣይኮነን፣ የግዳስ ነቲ ዝተገበረ ሕማቕ ነገር ንሰላመይ ክሰርቆ ዕድል ኣይህቦን እየ ኢልካ ምውሳን እዩ። ተጋግየ እየ ይቕሬታ ግበርለይ ምባል ካብቲ ዝኸበደ ግን ድማ ካብቲ ዝበለጸ ሰብኣዊ ተግባር ሓደ እዩ። ይቕሬታ ማለት ብዓይኒ ሕያውነት ዓለምካ ምቕያር ማለት እዩ። ይቕረ ክንብል ከለና ሰላም ንረክብ። ይቕሬታ ክንሓትት ከለና ድማ ክብርን ፍቕርን ንረክብ። ይቕሬታ ምልማድ ማለት ንህይወትን ብፍቕርን ብሓዱሽ ተስፋን ክትጥምታ ምኽኣል ማለት እዩ። ራብዓይ፣ ስምዒታዊ ብልሓት፣ ስምዒታዊ ብልሓት ስምዒታትና ከይዓብለሉና ንሕና ክንመርሖም፣ ስምዒት ካልኦት ድማ ከይጎድኡና ብምስትውዓል ክንርድኦም ዘኽእል ዓቢ ዓቕሚ እዩ። ስምዒታዊ ብልሓት ካብ ውሽጥኻ እዩ ዝጅምር። ሓደ ስምዒታዊ ብልሓት ዘለዎ ሰብ ሕጂ እንታይ ይስምዐኒ ኣሎ? ስለምንታይኸ እዩ ከምዚ ተሰሚዑኒ ኢሉ ንገዛእ ርእሱ ይሓትት። ንንዴትኻ፣ ንሓጎስኻ ወይ ንፍርሕኻ ብንጹር ክተለልዮም ከለኻ ንመንነትካ ትመልኮ ኣለኻ ማለት እዩ። ስምዒትኻ ምፍላጥ ማለት ንባዕልካ ከም ሓደ ካልእ ሰብ ኮይንካ ብትዕዝብቲ ምርኣይ ማለት እዩ። ስምዒትካ ስለ ዝፈለጥካ ጥራይ እኹል ኣይኮነን ክትቆጻጸሮም እውን ይግበእካ። ንኣብነት ሰብ ምስ ዘቖጠዐካ ብኡ ንብኡ ብሕርቃን ካብ ምምላስ ተዓቂብካ ሓሲብካ ብዝበለጸ መገዲ ክትምልስ ምስ እትኽእል ንስኻ ስምዒታዊ ብልሓት ኣለካ። እዚ ማለት ስምዒትካ ምዕፋን ማለት ዘይኮነስ ብብልሓት ክትመርሖ ምኽኣል ማለት እዩ። እዚ ድማ ካብ ብዙሕ ጌጋታትን ጣዕሳን የድሕነካ። ስምዒታዊ ብልሓት ብተፈጥሮ ዝመጽእ ጸጋ ዘይኮነስ መዓልታዊ ብተግባር እተማዕብሎ ክእለት እዩ። ስምዒትካ ክትቆጻጸርን ስምዒት ካልኦት ክትርዳእን ምስ እትጅምር፣ ሰባት ንዓኻ ከም ሓደ በሊሕ፣ ርጉእን ዘተኣማምንን ሰብ ገይሮም ክርእዩኻ ይጅምሩ። ሓምሻይ፣ ኩሉ ግዜ ርእስኻ ምምሃር። ኣብዛ ብቕልጡፍ እትቀያየር ዘላ ዓለም፣ እቲ ዝዓበየ ሃብቲ፣ ዲግሪ ወይ ምስክር ወረቐት ዘይኮነስ፣ ንቕሓት ዘለዎ ኣእምሮን ናይ ምምሃር ድሌትን እዩ። ቀጻሊ ምምሃር ማለት፣ ንኣእምሮኻ ኩሉ ግዜ ሓዱሽ ፍልጠት ምምጋብ ማለት እዩ። ኣእምሮና ሓድሽቲ ነገራት ክመሃር ከሎ ሓድሽ ጭንቀት መትንታት ይፈጥር፣ እዚ ድማ ኣእምሮና ኩሉ ግዜ ንቑሕን ብሱልን ከም ዝኸውን ይገብሮ። ሓድሽ ቋንቋ ምምሃር፣ መጽሓፍ ምንባብ፣ ወይ ሓድሽ ናይ ስራሕ ክእለት ምጥራይ ንኣእምሮ ካብ እርጋንን ካብ ምስልቻውን ይከላኸለሉ። ፍልጠትን ክእለትን ዘለዎ ሰብ ኣብ ዝዀነ ቦታ ክዛረብ ወይ ውሳነ ክህብ ከሎ ኣይስከፍን እዩ። ከመይ ከም ዝስራሕ እፈልጥ እየ ወይ ብዛዕባ እዚ ጉዳይ እዚ ግንዛበ ኣለኒ ብምባል ዓቢ ናይ ውሽጢ ሓይሊ ይህብ። ሓደሽቲ ክእለታት ምስ እተማዕብል ኣብ ስራሕኻን ይኹን ኣብ ማሕበራዊ ህይወትካ ዘለካ ተደላይነት ይውስኽ። ወፍሪ ኣብ ፍልጠት እቲ ዝለዓለ ወለድ ዝኽፈል ወፍሪ እዩ። ኣእምሮኻ ብሓደሽቲ ፍልጠትን ክእለትን ምህብታም ማለት ንህይወትካ ኩሉ ግዜ ብሩህን ተስፋ ዘለዎን ንምግባር ቃል ምእታው ማለት እዩ። ንባዕሉ ዝምህር ሰብ ንዓለም ዝቕይር ሰብ እዩ። እቲ ዝዓበየ ጸላኢ ፍልጠት ድንቁርና ዘይኮነስ ኩሉ እፈልጥ እየ ዝብል ትዕቢት እዩ። ስለዚ ኩሉ ግዜ ተምሃራይ ኹን። ሻድሻይ፣ ትኹረትካ ምሕላው። ኣብዚ ግዜ እዚ ዝዓበየ ጸላኢ ዓወት ስእነት ክእለት ዘይኮነስ ስእነት ትኹረት እዩ። ትኹረትካ ክትሕሉ ከለኻ ንኹሉ እቲ ኣብ ከባቢኻ ዘሎ ጫውጫውታ ዓጺኻ ነታ ክትብጽሓ እትደሊ ሽቶ ጥራይ ከም ንስር ክትጥምታ ትጅምር። ትኹረት ምሕላው ማለት ነቲ ዝመረጽካዮ ነገር እወ ምባል ጥራይ ዘይኮነስ፣ ነቶም ካልኦት ማእሰርቲ ዝኾኑኻ ጽቡቓት ዝመስሉ ነገራት ኣይፋልን ምባል ማለት እዩ። ሓደ ዕላማ ክትወቅዕ እንተደሊኻ፣ ኩሉ ነገር ክትገብር ከም ዘይትኽእል ተቐቢልካ ነቲ ዝበለጸ ጥራይ ክትመርጽ ይግበእካ። ሎሚ ብሶሻል ሚድያ፣ ብቴለፎን፣ ብናይ ካልኦት ሰባት ርእይቶን ብብዙሕ ንኣሽቱ ጉዳያትን ትኹረትና ብቐሊሉ ይዛባዕ እዩ። ትኹረትካ ምሕላው ማለት ግን ኣብ ማእከል እዚ ኹሉ ንውሽጣዊ ድምጽኻን ንዕላማኻን ጥራይ ምስማዕ ማለት እዩ። ግዜኻን ሓይልኻን ኣብ ዘይረብሕ ነገር ካብ ምብኻን ተዓቂብካ ናብቲ ዓቢ ዕላማኻ ጥራይ ክትቐንዕ ኣለካ። ዓወት ናይቶም ኩሉ ዝፈልጡ ሰባት ዘይኮነትስ ናይቶም ሓደ ነገር መሪጾም ክሳብ መወዳእታ ዝጸንዑ ሰባት እያ። ትኹረትካ ኣይትዝረግ። ኣብቲ ዝመረጽካዮ ዕላማ ጥራይ እንተ ኣተኲርካ፣ ዘይትበጽሖ ዓቐበት ኣይክህሉን እዩ። ሻውዓይ፣ ፈታኒ ምዃን። ፈታኒ ምዃን ማለት ፍርሒ የብልካን ማለት ዘይኰነስ፣ ነቲ ፍርሒ እናሃለወካ ንቕድሚት ክትስጕም ምኽኣል ማለት እዩ። እታ ምናልባት እንተ ተጋግየስ? እትብል ሕቶ ንብዙሓት ሰባት ኣብ ዘለዉዎ ክተትርፎም ከላ፣ ፈታኒ ሰብ ግን እንተ ተተዓዊተስ ኢሉ እዩ ዝሓስብ። መብዛሕትኡ ግዜ ኣብቲ ዝለመድናዩ ስራሕ፣ ዝለመድናዩ ኣተሓሳስባን ዝለመድናዩ ቦታን ክንጸንሕ ንመርጽ። ምኽንያቱ ኣብኡ ውሕስነት ስለ ዝስምዐና። ሓድሽ ነገር ክትፍትን ከለኻ ንመንነትካ ተስፍሖ ኣለኻ። እቲ ሎሚ ዘፍርሐካ ዘሎ ሓድሽ ነገር ጽባሕ ክእለትኻን መለለይኻን ክኸውን ይኽእልዩ። ፈታኒ ዝኾነ ሰብ ንስሕተት ከም ውድቀት ዘይኮነስ ከም ሓደ ኣካል እቲ ትምህርቲ እዩ ዝሪኦ። እዚ መንገዲ እዚ ከም ዘይሰርሕ ተረዲእኻ ኣለኹ ኢልካ ኻልእ መገዲ ምፍታን ንባዕሉ ዓወት እዩ። ሓደሽቲ ነገራት ንምፍታን ድፍረት ክህልወካ ኸሎ ካብቲ ክኸውን ይግባእ ነይሩ ዝብል ጣዕሳ ትገላገል። ምኽንያቱ ንኹሉ ዕድላት ስለ ዝፈተንካዮ። ታሪኽ ዝቐየሩ ሰባት እቶም ካልኦት ክኸድዎ ዘይደፍሩ መንገዲ ዝተጓዓዙ እዮም። ሓዱሽ ክእለት ምምሃር ናብ ዘይትፈልጦም ቦታ ምጋሽ ሓድሽ ስራሕ ምጅማር ወይ ፍሉይ ሓሳብ ምቕራብ ኩሉ ድፍረት ይሓትት። እዚ ድፍረት እዚ ድማ እዩ ንነብስኻ ሓድሽ ትርጉምን ሓድሽ ተስፋን ዝህባ። ንሎሚ ዘዳለኹልኩም መደብ እዚ ይመስል። እዛ ቪድዮ ጠቓሚት ኮይና እንተረኺብኩማ ላይክ ክትገብሩ ኣይትረስዑ። ንቐጻሊ ተመሳሳሊ ትሕዝቶታት ንምክትታል ድማ ሰብስክራይብ ብምግባር ስድራቤትና ኩኑ። ዝኾነ ርእይቶ ወይ ሕቶ እንተልይኩም ኣብ ኮሜንት ሴክሽን ጸሓፉለይ። ኣብ ዝቕጽል ቪድዮ ብኻልእ ኣገዳሲ ኣርእስቲ ክሳብ ንራኸብ ሰላም ጽንሑ።